ኣብ መበል ሰላሳን ሽዱሽተን ዓመት ዕድሚኡ ብሰንኪ መንሽሮ ቆርበት ኣብ ሽሕን ትሽዓተ ሚእትን ሰማንያን ሓደን ዝዓረፈ ኣደም ካብ ዘዛረቡ ናይ ሬገ ዝበሃል ቅዲ ሙዚቃ ዝጻወትን ዕሉል ተኸታሊ ናይ ራስታፋሪ ዝበሃል ሃይማኖትን እዩ ዝነበረ። ሳላ ቦብ ማርሊ ሙዚቃ ሬገ ጥራይ ዘይኮነ እምነት ራስታፋሪ እውን ህቡብነት ረኺቡ እዩ። ብዙሓት ከም ናይ ቦብ ማርሊ ነዊሕ ጸጉሮም ሰባት ብሓቂ ራስታ ድዮም ኣይኮኑን ዝብል ሕቶ ግን ቀሪቡ ይፈልጥን'ዩ። ከም ፋረ ናይ ኣንበሳ ተቖኒኑ ዝተጠቐለለ ድሬድ ሎክስ ወይ ጀብጀብ ቁናኖ ሎሚ ዓለማዊ ሕላገት ወይ ብራንድ ናይ ራስታፋርያን እዩ። ራስታፋሪ ኣብ ሽሕን ትሽዓተ ሚእትን ሰላሳታት ድሕሪ ምድፋእ ዘውዲ ናይ ሃጸይ ሃይለስላሰ ኣብ ሕዳር ክልተ ሽሕን ትሽዓተ ሚእትን ሰላሳን ኣብ ሃገረ ጃማይካ ዝማዕበለ ኣብርሃማዊ ሃይማኖት እዩ። ሓቀኛ ወይ ናይ ትውልዲ ስም ሃይለስላሰ ተፈሪ መኮነን ወልደሚካኤል ኮይኑ ራእሲ ድማ ማዕረጎም ነበረ። ራእሲ ተፈሪ ናብ ራስታፋሪ ተቐይራ ስም ናይ ሃይማኖት ኮይና። ራስታፋራውያን ወይ ራስታውያን ንቐዳማዊ ሃይለስላሰ ከም ዳግመ ግልጸት ናይ ኢየሱስ ክርስቶስ ወይ ኣቦ ገይሮም የመልክትዎ። ኢትዮጵያ ቀልጢፋ ኣእዳዋ ናብ ኣምላኽ ክትዝርግሓ መዝሙር ስሳን ሸሞንተን ሰላሳን ሓደን እዚ ትንቢት እዚ ኣብ ሽሕን ትሽዓተ ሚትን ሰላሳን ኣብ ኢትዮጵያ ተፈጺሙ ይበሃል መሰረት ናይ ራስታፋሪ ናይ ኢትዮጵያ ቤተ ክርስቲያን ድማ መበቆላ ካብታ ብወንጌላዊ ማርቆስ ዝተመስረተት ናይ ኣሌክሳንድርያ ግብፃዊት ቤተ ክርስቲያን እዩ ራስታ ንመብዛሕትኡ ክፋላት መጽሓፍ ቅዱስ ይቕበልዎ እዮም ኣብ 1920 ጸሊም ንጉስ ዘውዲ ናብ ዝደፍኣሉ ናብ ኣፍሪቃ ኣማዕድው፣ መዓልቲ ሓርነት ኣብ ኢድና ስለ ዝኹነ። ዝብል ትንቢት ተሟጓቲ ሰብኣዊ መሰል ማርክስ ጋርቨይ ስዒቡ፣ ድሕሪ ዓሰርተ ዓመት ኣብ ሽሕን ትሽዓተ ሚእትን ሰላሳን ዝነገሱ ሃጸይ ሃይለ ስላሰ ብዙሓት ሰባት እቲ ትንቢት ተፈጺሙ ኢሎም ክሓስቡ ገይርዎም። በዚ ድማ ከባቢ ሸሞንተ ሽሕ ማይላት ማለት ኣስታት ዓሰርተ ሰለስተ ሽሕ ኪሎ ሜተር ርሒቖም ብዝርከቡ ህዝብታት ንሶም ከም ልኡኽ ፈጣሪ ማለት መሲሕ፣ ኢጦጵያ ድማ ከም ናይ ተስፋ ምድሪ ክቖጽርዋ ጀሚሮም። ምንቅስቓስ ራስታፋሪ ዝጀመረ ሃጸይ ሃይለስላሰ ቀዳማይ ኣብ ሸሕን ትሽዓተ ሚእትን ስሳን ሽዱሽተን ኣብ ባሕሪ ካሪብያን እትርከብ ግዝእቲ ዓባይ ብሪጣንያ ንዝነበረት ጃማይካ ምስ በጽሕ'ዩ። ኣብቲ ዑደት ዝገበርሉ እዋን በዓልቲ ቤት ቦብ ማርሊ ሓዊሱ፣ መሲሕ ኢሎም ብዝኣምንዎም ብኣሽሓት ሰባት ኣቀባብላ ተገይርሎም እዩ። ራስታፋሪ ዝብል ስም ካብቲ ሃጸይ ሃይለስላሰ ዝነበሮ ራስ ተፈሪ ዝብል ናይ ቅድም ማዕረግ ዝመጸ እዩ። ታሪኽ ህዝቢ ጃማይካ ኣብ ትሕቲ መግዛእቲ ብጸገማት ዝተመልአ እዩ። ዝበዝሕ ህዝቢ ኣፍሪቃዊ መበቆል ዘለዎም ኮይኖም፣ ኣቦታቶም ኣብ እዋን ንግዲ ባሮት ቅድሚ ሽሕን ሸሞንተ ሚእቲታት ኣብ ዝነበረ ዓመታት ካብ ኣፍሪቃ ናብ ጃማይካ ኣምጺኦም ኣብ መትከሊ ሽኮር ንኽሰርሑ ዝገበርዎም እዮም። ገሊኦም ናብ ኣኽራን ሃዲሞም ብማሩን ዝፍለጡ ዓመጽቲ ኮይኖም። ባርነት ምስ ተደምሰሰ እውን እቲ መግዛእቲ ከም መትከሊ ሽኮር እንግሊዝ ኮይኑ ጸንሐ። ህዝቢ ጃማይካ እውን ብዕምቆት መንፈሳውን ኣንባቢ መጽሓፍ ቅዱስን እዩ። ብዙሓት መንፈሳዊ ምንቅስቓስ ድማ ካብኦም ተቐልቂሎም እዮም። ዓቢ ክፋል ህዝቢ ጃማይካ ካብ ንግስነት ኣሻንቲ ስለ ዝመጸ ካብ ምዕራብ ኣፍሪቃዊ ልምድታት እምነታት ወይ ጽልዋታት ወሪሶም ክኾኑ ይኽእሉ። ገለ ካብዞም ኣባሓጎታት መንፈሳዊ ምንቅስቓሳት ምስ እንርኢ፣ ቀዳማይ፣ ኣብቲ ድዋርዲንያዊ ምንቅስቓስ ካብ ሽሕን ሸሞንተ ሚእትን ሰማንያን ሓደን ክሳብ ሽሕን ትሽዓተ ሚእትን ዓሰርተ ሰለስተን፣ ትምህርቱ ካብ ልሙድ ክርስትና ብዙሕ እኳ እንተ ዘይተፈልየ፣ ንርእሱ ከም ፍሉይ ሓድሽ ሃይማኖት ኣዊጁ። እታ ኣብ መጻኢ እትርከብ ሓዳስ ኢየሩሳሌም ኣብ ጃማይካ ከም እትርከብ ይገልጽ ነበረ። ካልኣይ ምንቅስቓስ ወይ ጋርቨይዝም ማርክስ ጋርቪ ኣብ ሽሕን ትሽዓተ ሚእትን ዓሰርተ ሓደን ጋርቪ ኣብ ጃማይካ ማሕበር ምምሕያሽ ኩሎም ጸለምቲ መስሪቱ። ምንቅስቓሱ ኣብ ኣፍሪቃ ሰፊሕ ቅጠባውን ፖለቲካውን ጽልዋ ኣሕዲሩ። ጋርቪ ኣብ ስብከታቱ ናብ ኣፍሪቃ ረኣዩ፣ ኣብኡ ጸሊም ንጉስ ዘውዲ ክደፍእ እዩ ኢሉ ተነብዩ ነይሩ። ሳልሳይ ኣፍሪቃውነት ወይ ብወግዓዊ ስሙ ኣፍሮ ኣፍሪካውነት ብ ሸሕን ትሽዓተ ሚእትን ዓሰርተ ኣርባዕተን ብሮበርት ኣትሊ ሮጀርስ ዝተባህለ ሓድሽ ኣፍሪቃዊ ሃይማኖት ክምስርት ዝደሊ ሰብ ዝተመስረተ ኮይኑ ቅዱስ ፓይቢ ዝበሃል እምነት ኣቕሪቡ። ብመሰረት እምነቱ ኢትዮጵያ ናይ ኩሎም ጸለምቲ ዓዲ ተስፋ'ያ ነይራ። ማርክስ ጋርቪ ድማ ሃዋርያ እግዚኣብሔር ተባሂሉ ይጽዋዕ ነበረ። ራብዓይ፣ ካልእ ጃማይካዊ ሰባኺ ፊትዝ ቫላንታይን ቢተርስበርግ ኣብ ሽሕን ትሽዓተ ሚእትን ዓሰርተ ሸሞንተን ዘ ሮያል ስክሮል ኦፍ ብላክ ሱፐርማሲ ትብል ሃይማኖታዊ መጽሓፍ ኣሕተመ። ኣብኣ ደራሲ ፒተርስበርግ ንጉስ ኣልፋ በዓልቲ ቤቱ ድማ ንግስቲ ኦሜጋ ተባሂለን ይጽውዓ። ኣብዚ መንጽርን ህውከትን እዩ እምበኣር ራስታፋሪ ዝተወልደ ማለት ልደት ናይቲ ሰባኺ ሌናርድ ፒ ሃውል ኣብ መጽሓፉ መፍትሕ ተስፋ ናይ ብርዒ ስም ጋንጉሩ ማራክ ዘሕተሞ ሓሳባት መፍትሕ ተስፋ ብዙሕ ጭርሖታት ተለቂሑ ብፍላይ ካብ ንጉሳዊ ጠቕላላት ቫላንታይን ፒተርስበርግ ኣብቲ ሃውል ዝምህሮ ዝነበረ ትምህርቲ ድማ ትርጉም ንጉስ ኣልፋ ሃፀይ ሃይለ ስላሰ ቀዳማይ መንነት ንግስቲ ኦሜጋ ድማ ንጉሳዊት ንግስቲ መነን እዩ ዝብል ነይሩ። ብተወሳኺ ጥንታውነት ኢትዮጵያ፣ ክርስትናን ከምኡውን ስራሕ ንጉስ ጃንሆይ ይገልጽ። እቲ ጽሑፍ ጃንሆይ ንባዕሉ ወዲ ኣምላኽ ወይ መሲሕ ስለ ዝኾነ ሓድሽ ሃይማኖት ክምስረት ከም ዘለዎ ይገልጽ። እዚ ሓሳባት ክሳብ ሕጂ ብራስታፋራውያን ተቐባልነት ኣለዎ። ኣብ ጽሑፍ ሃውል፣ ጸለምቲ ካብ ካልኦት ዓሌታት ከም ዝበልጹ ይንገር። ብዛዕባ ጸለምቲ ብፍላይ ብዛዕባ ዓሌት እንግሊዝ ብዙሕ ጸርፊ ኣሎ። ኣብዚ ዘመናዊ ግዜ ግን ብዙሓት ራሳታት ንቓላት ጆን ሆይ ብጥንቃቐ ኣጽኒዖም፣ ብዙሓት ድማ ኣብ ማዕርነት ኩሎም ዓሌታት ኣመንቲ ኮይኖም ኣለዉ። ሰበ ስልጣን ጃማይካ ኣብ መጀመርያ በቲ ሓድሽ ምንቅስቓስ ኣይተመሰጡን፣ ራስታታት ድማ ብእኡ ይስደዱ ነበሩ። እዚ ሕጂ ፍሉጥ ዝኾነ ድሬድሎክ፣ ቅዲ ጸጉሪ ራስታ ንመጀመርያ ግዜ ኣብ ሽሕን ትሽዓተ ሚእትን ኣርብዓን ሓደን ኣብ መንጎ ኣባላት መንእሰይ ጸሊም እምነት ዝብል ንኡስ ጉጅለ ኣብ ኪንግስቶን ተራእዩ። ይኹን እምበር ኩሎም ድሬድሎክስ ራስታ ኣይኮኑን። ኩሎም ራስታታት ድማ ድሬድሎክስ ኣይኮኑን። ይብሉ። ፍቕሪ መንፈስን ልብን ካብ ጸጉሪ ንላዕሊ ኣገዳሲ ምዃኑ ድማ የቃልሑ። ጃንሆይ ኣቦ እምነት ስለ ዝኾነ ራሳታት ብሓፈሻ ካልኦት መራሕቲ ሃይማኖት ወይ ጳጳሳት የብሎምን። ኩሎም ሰባት ደቂ ሰማያዊ ኣቦን ምድራዊት ኣደን ምዃኖም ከም ኣሕዋትን ኣሓትን ኣብ ሓድሕዳዊ ምክብባር ክነብሩ ከም ዘለዎም ይኣምኑ። ነፍሲ ወከፍ ሓዉ ንጉስ ተባሂሉ ስለ ዝጽዋዕን ብመንፈስ ምስ ሞለኮታዊ ስሉስ ባህሪ ክጥርንፍ ስለ ዘለዎን ራሳታት ኣብ ዘረብኦም ኣይ ኣይ፣ ኣነን ኣነን ዝብል ሓረግ ይጥቀሙ። እዚ ድማ ሓድነት ተዛራባይን ኣምላኹን ብናይ ራስታፋርያዊ መንፈስ ዘመልክት እዩ። ብተመሳሳሊ ነፍሲ ወከፍ ራስታ ሓፍቲ ወይ ንግስቲ እውን ኣይ ኣይ፣ ኣነን ኣነን ትብል። ኣብ ሽሕን ትሽዓተ ሚእትን ሓምሳን ስለስተን ገለ ሽማግለታት ራስታ ናብ ኣዲስ ኣበባ ኢጦጵያ ተጓዒዞም ምስ ጃንሆይ ተራኺቦም። ካብ ሽሕን ትሽዓተ ሚእትን ሓምሳን ሸሞንተን ገለ ራስታ ኣብ ሻሸመኔ በጺሖም ንኣሽቱ ርስቲ ተዋሂብዎም። ጃንሆይ ባዕሉ ናብ ጃማይካ ምስ በጽሐ ሚእቲ ሽሕ ራስታ ማን ኣብ ማዕርፎ ነፈርቲ ምዉቕ ኣቀባብላ ገይሮምሎም። ዝኽሪ እዚ ምብጻሕ። ክሳብ ሎሚ ከም በዓል ይኽበር። ኣምልኾ ራስታ ብብዙሕ ከበሮ ምውቃዕ፣ ምዝማር፣ ናይ ባንዴራ ኢትዮጵያ ሕብሪ ማለት ቀጤልያ፣ ብጫን ቀይሕን ኣብ ሻምብቆታት ምትካኽ ካያን ዕጸ ፋርስ ብምትካኽ ዝልለ እዩ። ካብ ሽሕን ትሽዓተ ሚእትን ስሳታት ጀሚሮም ብዙሓት ሙዚቀኛታት ራስታ ነታ ሓድሽ ሬገ ቅዲ ሙዚቃ ፈለምቲ ኮይኖም። እቲ ዝያዳ ካብኣቶም ፍሉጥ ዝኾነ ሰብ ቦብ ማርሊ እዩ። ዋላኳ ካብ ጃንሆይ ወጻኢ ፍሉይ ናይ ትምህርቲ መሪሕነት እንተዘይብሎም ራስታታት ግን ብሓፈሻ ንመጽሓፍ ቅዱስ ይቕበሉ። እዚ ከም ኣካል ናይቶም ኣብ ኢጦጵያ ዝኽበሩ ኣፖክሪፋዊ መጽሓፍቲ ይቑጸር። ብዘይካዚ ንህይወትን ዘመነ ኢጦጵያን ከምኡውን ታሪኽ መንግስቲ ከም ቅዱሳት መጽሓፍቲ ዘጽንዑ ራስታታት ኣለዉ። ኣብቲ ሰፊሕ እምነት ራስታፋርያዊ እቲ ብትንቢት ዝተነግረ መጻኢ መንግስቲ ኣምላኽ ኣብ ርእሰ ኸተማኣ ኣብ ኢጦጵያ ኣብ ትሕቲ መሲሕ ንዘልኣለም ክነግስ እዩ። ከምኡውን ወግዓዊ ቛንቋ ዓለም ሽዑ ኣምሓርኛ ክኸውን እዩ። መብዛሕትኦም ንሃጸይ ሃይለ ስላሰ ከም ዝሞተ ኣይቅበልዎን። ኣምላኽ ከም ዘይመውትን ሕጂ መሲሕ ብሕቡእ ንውድቀት ባቢሎን ይጽበ ከም ዘሎን ይዛረቡ። እዚ ውድቀት እዚ ንብዙሕ ዓመታት ስለ ዘይከውን፣ ከም ክርስትና ይኹን ካልኦት ሃይማኖታት ብሓፈሻ፣ ጽኑዕ መሓውርን ምምሕዳርን ንምትካል እዋኑ ከም ዘይኮነ ይዛረቡ። ከምቲ ጃንሆይ ዝገልጾ፣ ናጽነት ሕልና ኣዝዩ ዝኽበር እዩ። ክሳብ ሽዑ እዚ ሕጂ ዘሎ መከራ ባቢሎን ወይ ኣርማጌዶን፣ ካብ ኣርማጌዶን ዝብል ቃል ዝተወስደ ማለት እዩ፣ ይበሃል። ራስታፋርያዊ ሓዊ ወይ ሓብቲ ንምዃን እቲ ቀዳማይ ስጉምቲ፣ ካብ ባቢሎን ምውጻእ ምዃኑ ይምህሩ። ብዙሓት ራሳታት፣ ኩሎም እኳ እንተ ዘይኮኑ፣ ስጋ ኣይበልዑን እዮም። ናይ ቨጂተርያን ኣመጋግባ ይመርጹ። ካልኦት ድማ ብሕጊ ሙሴ ካብ ዝተኸልከለ ስጋ፣ ብፍላይ ስጋ ሓሰማ፣ ይቑጠቡ። እቲ ኣካል ንባዕሉ ከም ቤተ መቕደስ ክውሰድ የብሉን ኢሎም ይኣምኑ። ሕጂ እውን ጉዳይ ኣመጋግባ ከም ፍቕርን ሰላምን ኣገዳሲ ኣይኮነን። ገለ ገለ ነጥብታት ብዛዕባ እዛ ሃይማኖት እስከ ንርኣ። ሓደ ኣብ ዓለም ኣስታት ሓደ ሚልዮን ሰባት ራስታ ኢና ኢሎም፣ ኣብታ ንእሽተይ ሃገረ ጃማይካ ድማ ኣስታት ዕስራን ትሽዓተን ሽሕ ዝበጽሑ ራስታ ኣለዉ። ገለ ጸብጻባት ከም ዝብልዎ ሓሙሽተ ሚእታዊት ክፋል ህዝቢ ጃማይካ ራስታ እዮም። ክልተ። ራስታውያን ኣብ ሓደ ኣምላኽ ዝኣምኑ ሞኖቲስት ማለት ኣማኒ ኣሃዱ ኣምላኽ እዮም። ስሙ ድማ ያህ ይብልዎ። ያህ ከምቲ ኣብ መዝሙር ስሳን ሸሞንተን ኣርባዕተ ዘሎ ስም እግዝኣብሄር ናይ ያህዋ ኣሕጽሮት እያ። እዚ ስም እዚ ያህ ዝብል ናይ እብራይስጢ ቃል ይጥቀም እዩ። ገሊኡ ቋንቋታት ነታ ኣነ እትብል ፊደል ኣብ ክንዲ ዋይ ወይ ጀይ ይጥቀሙላ። ሰለስተ። ያህ፣ የሀወሀ፣ ዝብል መለኮታዊ ስም ኣሕጺርዎ ዘሎ ቴትራግራማተን ዝብል ትርጉም እዩ። እዚ ስምዚ መብዛሕትኡ ግዜ ምስ ምንቅስቓስ ራስታፋሪ ወይ ከኣ ምስታ ሃለሉያ እትብል ቃል ዝተኣሳሰር እዩ። ክርስትያን ጕጅለታት ነቲ ስም ብእተፈላለየ ደረጃ ይጥቀማሉ እኳ እንተ ዀና፣ እቲ ስም ግን ብእተፈላለየ መንገዲ ይመሓላለፍ እዩ። ያህ ብመልክዕ መንፈስ ቅዱስ ኣብ ደቂ ሰባት ይነብር ይብሉ። በዚ ድማ ንገዛእ ርእሶም ክገልጹ ኸለዉ ገለ ራስታ ኣነን ኣነን፣ INI፣ ይብሉ። ኣነን መንፈስ ናያህን ኣብ ሓደ ኣለና ማለት ኮይኑ ኩሉ ሰብ ኣብ ውሽጡ ናያህ መንፈስ ስለ ዘለዎ ሓድነት ደቂ ሰባት ይቕበሉ። ራብዓይ፣ ቀዳማይ ሓይሊ ናይ ስላሰ ከም ናይ ቀዳማዊ ሃይለ ስላሰ ስም የኽብርዎን ይከላኸልዎን። ሓሙሽተ፣ ሃይደስላሴ ነቶም ጻድቃናት ናይዛ ዓለም መሪሑን ሓንቲ ጽዮን ትበሃል ፍጽምቲ ዓለም ክሰርሕ ምዃኑ ይኣምኑ። ሽዱሽተ፣ እዛ ሓዳስ ዮርሳሌም ትበሃል ኣብ ላሊበላ ኢጦጵያ ከም ዝኾነት ይኣምኑ። ትንቢት ሶፎንያስ ሰለስተ ዓሰርተ ከም ዝብሎ ካብ ኪኔው ርባታት ኢጦጵያ እቶም ተማህለልተይ ፋሕ ዝበሉ ደቀይ ሞባእ ከምጽኡለዮም ንዝብል ጽሑፍ ይኣምኑ። ሸውዓተ፣ ሃጸይ ሃይለስላሰ እቲ ነብያት ዝተነበዩሉ መሲሕ እዩ ይብሉ። ኣብ መዝገብ ክልተ ሽዱሽተ ከም ዝብሎ፣ ኣነ ኣብ ጽዮን ኣብቲ ቅዱስ ከረነይ ንጉሰይ ሸምኩ። ክርስቶስ ኣይተሾመን፣ ሃይለስላሰ ግን ስለ ዝተሾመ እቲ ትንቢት ምስ ሙሻም ሃይለስላሰ ተፈጺሙ። ሸሞንተ፣ ኣብ እዋን ምድፋእ ዘውዱ ሃይለስላሰ ሰላሳን ሸሞንተን ኣስማትን ማዕረጋትን ተዋህብዎ። ንጉስ ነጋውስ ምሩጽ ኣምላኽ ገዛ ኣንበሳ ናይ ነገደ ይሁዳ Author of Mankind ወዘተ ወዘተ ተኸተልቱ ብሓጺሩ ያህ ራስታፋሪ ይብልዎ። ትሽዓተ። ኣፈ ታሪኽ ከም ዝብሎ ድሕሪ ንግስቲ ሳባ ካብ ንጉስ ሰለሙን ንቀዳማዊ ምኒሊክ ዝወለደትሉ ዓሰራይ ክፍለ ዘመን ቅልሚ ልደተ ክርስቶስ ሃይለስላሰ መበል ክልተ ሚእትን ሓምሳን ሓሙሽተን ዘይተበትከ ወለዶ ናይ ሰለሙን እየ። ይብል። በዚ ድማ ሃይለስላሰ ዘርኢ ናይ ሽዶን ይሁዳ ከም ዘለዎ ይገልጹ። ዓሰርተ። ሞት ናይ ሃይለስላሰ ኣብ ሽሓን ትሽዓተ ሚእትን ሰብዓን ሓሙሽተን ድማ ትንቢት ናይቲ ኣብ ካልኣይ መጽሓፍ እዝራ ሸውዓተ ዕስራን ትሽዓተን ዘሎ እዩ ይብሉ። ኣብዚ ከነስተውዕሎ ዘለና ካልኣይ መጽሓፍ እዝራ ምስዘን ሱሳን ሽዱሽተን መጽሓፍቲ ኣይኮነትን። እታ ምዕራፍ ግን ከምዚ ትብል፣ እዚ መሲሕ ዝዀነ ወደይ ከኣ ምስቶም ምስኡ ዝመጹ ብሓንሳብ ኪግለጽ እዩ። ንሱ ንዅሎም ህያዋያን ዝዀኑ ናይ ኣርባዕተ ሚእቲ ዓመት ሓጐስ ኬምጽኣሎም እዩ። ኣብ መወዳእታ እቲ ግዜ እቲ፣ ወደይ ዝዀነ መሲሕን ኵሉ ፍጥረት ሰብን ኪሞቱ እዮም። ሃይለስላሴ ኪመውት ትንቢት ነይርዎ፣ ሞይቱ። ገሊኦም ግን፣ ንሱስ ኣይሞተን። ኣባ ቅዱስ ዝብል ስም ሒዙ ኣብ ገዳም ኣትዩን ንእከይ ይጻረሮ ኣሎን ንሰዓብቱ ይድግፈና ኣሎ ይብሉ። እዚ ተመሳሳሊ ከምቲ ናይ ሸዓውያን ሕቡእ ኢማም ዘሂድን ኢማም ይመሳሰል። ዓሰርተ ሓደ ገነት ኣብ ሰማይ ዘይኮነት ኣብ ምድሪ እያ ክትትከል ይብሉ። ብንጹር ድማ ኣብ ኢትዮጵያ። ንቋንቋ ኣምሓርኛ ድማ ከም ወግዓዊ ቋንቋ ይደልይዎ። ዓሰርተ ክልተ ናይ ቦብ ማርሊ ዎር ትብል ደርፊ ግጥማ ካብቲ ሃይለ ስላሰ ኣብ ጥቅምቲ 1963 ኣብ ቅድሚ ዩናይትድ ኔሽንስ ዘቕረብዎ መግለጺ እቲ ንሓደ ዓሌት ጸብለል ከም ዝብል ዝገብሮ ፍልስፍና ክሳብ እቲ ንሓደ ዓሌት ከም ዝበልጽ ዝገብሮ እቲ ካልእ ዝተሓተ ከኣ ኣብ መወዳእታ ንሓዋሩ ከም ዝብገስን ከም ዝጥለምን ዝገብር እዩ ክሳብ'ቲ ቀዳማይ ደረጃን ካልኣይ ደረጃን ዘለዎም ዜጋታት ናይ ዝኾነ ይኹን ሃገር ክሳብ ዘይህልዉ፣ ሕብሪ ቆርበት ሰብ ካብ ሕብሪ ዓይኑ ክሳብ ዘይበልጽ፣ መሰረት ሰብኣዊ መሰላት ዓሌት ክሳብ ዘይህልዎ፣ ከምኡ'ውን ክሳብ'ታ መዓልቲ እቲኣ እቲ ነባሪ ሰላምን ዓለማዊ ዜግነትን ከምኡ'ውን ግዝኣት ዓለምለኻዊ ስነ-ምግባራዊ ስርዓታት ክቕጽል እዩ። እዚ ግን ሓላፊ ዘይምንባር እዩ። ክሳብቲ ኣብ ኣንጎላ፣ ኣብ ሞዛምቢክን ኣብ ደቡብ ኣፍሪቃን ንሰብኣውነት ብባርነት ዝሕዝ ሸለልተኛን ዘይሕጉስን ስርዓት፣ ኩሎም ኣፍሪቃውያን ከም ደቂ ሰብ መጠን ብምስውዓልን ተጻዋርነትን ከምኡ'ውን ብሰናይ ፍቓድን ክሳዕ ዝትክኡ፣ እቶም ኣብ ደቡብ ኣፍሪቃ ዝነብሩ ኣሕዋትና ክሳብ ዝፈርዱን ዝጠፍኡን፣ ክሳብታ መዓልቲ እቲኣ ኩሎም ኣፍሪቃውያን ከም ደቂ ተባዕትዮ መጠን ብሰላም ክሳብ ትካኤም ዝቖሙ። ዓሰርተ መስተ፣ ካናቢስ ወይ ሓሽሽ ከም ፍቑድ ስርዓተ ኣምልኾ እዩ ዝቑጸር። ማሪዋና ንኣእምሮን ኣካልን ዘንጽህን መንፈሳዊ ዕጸ ይብልዎ። ካብ ያህ ስውጠት ክደልዩ ከለዉ የትክኽዎ። ኣብ ዓድና ዕጣን ይዓጥኑ። ኣብ ጃማይካ ድማ ማሪዋና ይዓጥኑ። ካብ ሚያዝያ ዓሰርተ ሓሙሽተ ክልተ ሽሕን ዓሰርተ ሓሙሽተን ጀሚሩ ድማ ከም መንፈሳዊ መሰሎም ተቖጺሩ ማሪዋና ክዓጥኑ ብሕጊ ናይ ጃማይካ ፍቑድ ኮይኑ እዩ። እቲ ኣብ ራእይ ዕስራን ክልተን ክልተ፣ ቆጽሊ እታ ኣውንቲኣ ድማ ንዅሉ ህዝቢ ዝፍውስ ነበረ። እዚ ቆጽሊ እዚ ማሪዋና እዩ ዝበሃል ብምባል ይትርጕምዎ። ብዙሓት ሃገራት ንካናቢስ ክሳብ ሕጂ ዘይምፍቃደን ነቲ ኣእምሮ ሰባት ክኽፈት ስለ ዘይደልያ እየን ይብሉ። ዓሰርተ ኣርባዕተ ከምቲ ኣብ ዘለዋውያን ዕስራን ሓደን ሓሙሽተ ዘሎ፣ ራስታ ጀብጀብ ቁናኖ ጸጉሪ ክግበር ዘለዎ ነገር ምዃኑ ይኣምኑ። ርእሶም ላጽዮም ኣየብርሑን፣ ወሰነ ወሰነ ጭሕሞም ድማ ኣይላጽዩን፣ ካብ ስግኦም ከኣ ብጣሕ ኣይብጥሑን። ከምኡ ድማ ኣብ ዘይሁዳ ሽዱሽተ ሓሙሽተ ዘሎ፣ ብኹለን መዓልታት ናዛ ኣሮንነቱ መላጸ ናብ ርእሳ የሕልፍ። እተን ንእግዚኣብሄር ዝተፈልየለን መዓልታት ክሳብ ዝውድኣ ቅዱስ ይኹን፣ ጸጉሪ ርእሱ ኸኣ የንውሕ። ዝብል ጽሑፍ ወሲዶም ጀብጀብ ጸጉሪ ከም ፋረ ናይ ኣንበሳ ከምኡ ድማ ከም ናይ ክርስቶስ ንጉሳዊ ግርማ ንምቕራብ ኣገዳሲ እዩ ይብሉ። ኣብ ዘፍጥረት ኣርብዓን ሸዓተን ሸዓተ ይሁዳ ሽደን ኣንበሳ እዩ ይብሎ። ከምኡ ድማ ኣብ ራእይ ሓሙሽተ ሓሙሽተ ኣይትብከ፣ እንሆ፣ እቲ ኻብ ነገር ይሁዳ ዝዀነ ኣንበሳ፣ እቲ ሱር ዳዊት፣ ነቲ መጽሓፍ ኪጕንጽሎን ነቲ ሸውዓተ ማሕተምውን ኪፈትሖን ስዒሩ ኣሎ። ሃይለ ስላሰ ሽዶን ይሁዳ ዝብል ማዕርግ ምውሳዱ ትንቢት ከም ዝተፈጸመ እዩ ዝረኣ። ኣወዳቶም ድማ ከምቲ ሽደን ክመስሉ ጸጕሮም የንውሑ። ዓሰርተ ሓሙሽተ፣ ክልተ ክቡራት በዓላት ኣብ ራስ ታፋሪ ኣለዋ። ኮረኔሽን ደይ፣ ምድፋእ ዘውዲ ሃይለስላሰ ኣብ ሕዳር ክልተ ትበዓል፣ ከምኡ ድማ ግሮኔሽን ደይ፣ መዓልቲ ምዕላብ፣ ኣብ ሚያዝያ ዕስራን ሓደን ትበዓል። ግራውኔ ሽንደይ መዓልቲ ሃይለስላሰ ናብ ጃማይካ ኣብ ሽሕን ትሽዓተ ሚእትን ስሳን ሽዱሽተን ዝበጸሓሉ እዋን እያ ተመልክት። ሪታ ማርሊ፣ ማለት ሰበይቲ ቦብ ማርሊ፣ ኣብ ኤርፖርት ኸተማ ኪንግስተን ናይ ጃማይካ ምስ ቦብ ማርሊ ከይዳ ንሃይለስላሰ ምስ ረኣየቶ፣ ስቲግማታ ወይ ቁስሊ ናይቲ ክርስቶስ ዝተሰቕለሉ ኣብ ኣእዳው ሃይለስላሰ ተራእያ እሞ ናብ ራስታፋሪነት፣ ሃይማኖታ፣ ቀየረት። እናበለ ወግዕን ልምድን ሃይማኖት ራስታፋርን ይቐጽል። ክቡራት ተኸታተልቲ ንራስታፋርያን ኣመልኪትና ንሎሚ ቕሪብናልኩም ዝነበርና መደብ ዝተኸታተልኩሞ እዩ ነይሩ። መደባትና ምስ እትፈትዎ ላይክ ብምግባር ናብ ካልኦት ክበጽሕ ድማ ሼር ብምግባር ኣካል ቻነልና ኩኑ። ኣብ ካልእ እዋን ብኻልእ መደብ ክሳብ ንራኸብ ሰሰናዩ።